ሰላም ሰላም ክቡራትን ክቡራን ተኸታተልቲ ናይዚ መደብ ከመይ ቀኒኹም? እንኳዕ ብሰላም ናብ ሃናፅ ሓሳብ ቲቪ ብሰላም መጻኹም። ሰላም ኣምላኽ ምስኹም ክኾን እናተመነኹ ናብ ናይ ሎሚ ትሕዝቶና ከብለኩም። ነዛ ቪድዮ ብላይክን ሳብስክራይብን ስለ ዝጀመርኩማ ቴንኪዩ ኣብ ናይ ሎሚ ትሕዝቶና ብዛዕባ ሞሪንጋ እዩ ክኸውን ሞሪንጋ ኣብ መላእ ዓለም ዘለዉ ሰባት ከም መግን መድሃኒትን ዝጥቀምሉ ኮይኑ ብዘመናዊ መጽናዕቲ ድማ ብዙሕ ካብቲ ንምማር ዘጸግም ጥዕናዊ ረብሓታቱ የረጋግጽ ኣለዉ ስለዚ ሞሪንዳ እንታይ እዩ እንታይ ዓይነት መኣዛታት ይውንን ንኣካላትና ብኸመይ ይጠቅም መንኮስ ደለዎ መንከኻ ምውሳዱ ክቐጠብ ኣለዎ ውሑስ መጠን ዓቐን ንኽንወስዶኸ ኣለዎ ድዩ? ዝበለጸ መንገድታት ኣወሳስዳን ትኽክለኛ ግዜ ንኽንጥቀመሉን ዝብሉን ካልእን ምፍላጡ ኣገዳሲ ስለ ዝኾነ ክሳብ መወዳእታ ብዓቕሊ ብሓንሳብ ንጽናሕ። ሞሪንጋ እንታይ እዩ ብዝብል ሕቶ ንጀምር ሞሪንጋ ኣብ ገለ ክፋል ኣፍሪቃን ኤስያን ዝርከብ ኮይኑ ዳርጋ ሙሉእ ክፍሊ ናይ ተኽሊ ድማ ኣብ ጥቕሚ ዝውዕል እዩ ኣቑፅልቱ ብመኣዛታት ኣዝዩ ዝሃብተመ ኮይኑ ብዝተፈላለየ መንገዲ ከዓ ኣብ ጥቕሚ ይውዕል ስለዚ ከዓ ሞሪንዳ ልዕሊ ፅፍሒ መኣዛታት ዘለዎ ስለ ዝኾነ ሓደ ሓደ ግዜ ናይ ተፈጥሮ ማልቲ ቫይታሚን ማለት ብብዝሒ ቫይታሚን ዝውንን ተባሂሉ ዝፅዋዕ ከም ካልእቲ ነጥቢ ንርኣ ሞሪንካ ንኣካላትና እንታይ ጥቕሚ ይህበና ቀዳማይ ጸዓት ምዕባይን ድኻ ምቕላስን እዩ ብሓጺንን ብቫይታሚን ቢሲክስን ዝሃብተመ ሞሪንጋ ኣብ ምፍራይ ሂሞግሎቢንን ቀያሕቲ ዋየታት ድምን ይሕግዝ ድኻሙን ይቕንስ ካልኣይ ንናይ ምክልኻል ዓቕሚ ይድግፍ ቫይታሚን ሲ፣ ቫይታሚን ኤን ዚንጎን ዝሓዘ ስለ ዝኾነ ንምክልኻል ኣካላትና ኣንጻር ረኽሲ ዘደልድል እዩ። ሳልሳይ ጥዑይ ቆርበትን ጸጉርን ንምድንፋዕ ይሕግዝ። ልዑል መጠን ቫይታሚን ኤን ጸረ ኦክስጅንን ካብ ጉድኣት ነጸ ራዲካላት ዝከላኸሉን ንቆርበት ነስነት ዘስፋሕፍሑን እዮም። ኣብ ሞሪንጋ ዝርከቡ ኣሚኖ ኣሲዳትን ፕሮቲናትን እውን ንዕብየት ጸጉሪ ይድግፉ እዮም። ራብዓይ ንምቁጽጻር ሽኮር ደም ኣይዞትዮ ሳይነስ ዝበሃሉ ውህደታት ንደረጃ ሽኮር ደም ንምቁፅፃር ክሕግዙ ይኽእሉ። እዚ ድማ ንሕማም ሽኮር ኣብ ሓደ ካን ዝርከቡ ሰባት ኣዝዩ ጠቓሚ ይገብሮ። ሓምሻይ ንጥዕና ልቢ ሞሪንጋ ፋይበር፣ ፖታሽየም፣ ማግኔዚየም ዝሓዘ ስለ ዝኾነ እዚኦም ከዓ ፀቕጢ ደምን መጠን ኮሌስትሮልን ንምሕዳር ይሕግዙ እዮም። ሻድሻይ ኣብ ምሕያሽ ምሕቃቕ መግቢ እቲ ትሕዝቶ ናይ ፋይበር ንጥዕና ንምንቅስቓስ ንመዓናጡና ዝድግፍ እዩ ሻው ዓይ ሓይሊ ንዕፅምትና ብካልሲየምን ፈስፈረስን ዝሃፍተመ ኮይኑ ድልዱል ኣዕፅምቲ ንምዕቃብን ካብ ዝተፈላለዩ ሕማማት ንምክልኻልን ኣዝዩ ዘገድሶም ሻምናይ ኣብ ናይ ውፅኢት ፀረ ነድሪ ኣብ ኣካላትና ንዘሎ ነድሪ ዝቕንሱ ተፈጥራዊ ውህደታት ከም በዓል ክሎሮጀኒክ ኣሲዳት ዝሓዘ እዩ ሳልሳይ ነጥቢ እንሪኦ ቫይታሚንን ማዕድናዊ ትሕዝቶን ናይ ሞሪንጋ ብፍላይ ቆፅሊ ሞሪንጋ ኣዝዩ ፅዑቕ ዝኾነ መኣዛታት እዩ ዘለዎ። ንሳቶም ከዓ ቫይታሚን ኤ ማለት ቤታ ካሮቲን ንዓይንን ጥዕና ምክልኻል ሕማምን ኣዝዩ ጽቡቕ እዩ ቫይታሚን ቢ ኮምፕሌክስ ማክስ ማለት ቢ1 ቢ2 ቢ3 ቢ6 እዚኦም ከዓ ንመታቦሊዝም ንፀዓትን ንስራሕ ነርቭን ይድግፉ ቫይታሚን ሲ ናይ ምክልኻል ዓቕሚ የደንፍዕን ንቑስሊ ንምሕዋይ ይሕግዝን ከምኡውን ሓፂን ንምምፃይ ወይ ንምስፋፍ ይሕግዝ ቫይታሚን ኢ ንዋየታት ዝከላኸልን ንጥዕና ቆርበት ዝድግፍን ከምኡውን ሓያል ፀረ ኦክስጅንን እዩ ቫይታሚን ኬ ንደም ምርግጋእን ንጥንካረ ኣዕፅምትን ኣዝዩ ኣገዳሲ እዩ ከምኡውን ካልሲዩም ንድልዱል ኣዕፅምትን ኣስናንን ይሃንፅ ሓፂን ዋሕዲ ደም ይከላኸልን ጸዓት ይሕብን፣ ማግነዝዩም ንስራሕ ጭዋዳታትን ነርቭታትን ይሕግዝ፣ ፖታሽየም ንደረጃ ፈሳሲ ሚዛን ዝህብን ንጥዕና ልቢ ዝድግፍን እዩ። ፎስፎረስ ምስ ካልሲየም ንዓጽምትን ንመታቦሊዝምን ጸዓትን ይሰርሕ። ዚንጎ ንሕማም ምክልኻልን ንሕውየት ቆርበትን ይሕግዝ። ከምኡውን ፕሮቲንን ኣሚኖ ኣሲዳትን ንጭዋዳታት፣ ትሹታት ከምኡውን ንሃርሞናት ብግቡእ ክሰርሑ ይገብርዎም። ከም ራብዐይቲ እነልዕላ ነጥቢ ሞሪንጋ ዝኹሉ ትሕዝቶን ጥቕምን ካብ ሃለዎስ ልዕሊ ዓቐን እንተ ተጠቒምናሉ ኣሉታዊ ሳዕቤን ኣለዎ ድዩ? ሞሪንጋ ብማእኸላይ መጠን ውሑስ እኳ እንተኾነ ካብ መጠን ንላዕሊ እንተደኣ ተጠቒምናሉ ግን ጸገማት ከስዕብ ይኽእል እዩ። እሳቶም ድማ እዞም ዝተቐጽሉ እዮም። ቀዳማይ ኣብ ጉዳያት ምሕቓቕ ምግቢ እዩ። ልዕሊ ዓቐን ጸግ ስለ ዘለዎ ዘይምቹእነት ናይ ከብዲ ወይ እውን ውጽኣት ከስዕበልና ይኽእል። ካልኣይ ትሑት ጸቕጢ ደም ንልዑል መጠን ጸቕጢ ደም ኣዝዩ ከጉድሎ ይኽእል፣ ብፍላይ ድማ ኣብ ልዕሊ መድሃኒት እንተ ንወስዶ ኮይንና ልዕሊ ዓቐን። ሳልሳይ ትሑት መጠን ሽኮር ደም ሞሪንጋ ካብ መጠን ንላዕሊ ምጥቃም ኣብቶም ድሮ መድሃኒት ዝወስዱ ሕሙማት ሽኮርያ፣ ሽኮር ደም ብሓደገኛ መንገዲ ክጎድል ይኽእል እዩ። ብተወሳኺ ሓደጋ መርዛምነት እዩ። ናይ ሞሪንጋ ሱርን ከምኡውን ብዘይቲ መልክዕ ኣብ ዝቐርበሉ ግዜ ንነብሰ ጾራት ክጸልወን ይኽእል እዩ፣ ምኽንያቱ ጎዳእቲ ውህደታት ክህልዎ ስለ ዝኽእሉ። ንሞሪንጋ ኩሉ ሰብ ድዩ ክወስዶ ዝኽእል ወላስ ክወስዶ ዘይክእሉ ኣለዉ እዮም? ስለምን ንሞሪንጋ ኩሉ ሰብ ክወስዶ ኣይክእልን እዩ። ክወስዶ ዝኽእሉ ኣለዉ፣ ክወስዶ ካ ዘይክእል ኣለዉ። እቶም ኖርማል ክወስዶ ዝኽእሉ እዞም ዝስዕብ እዮም። ህፃናት ንዕብየትን ንሕማም ምክልኻልን ፀዓትን፣ እዚ ድማ ልዑል ትሕዝቶ ቫይታሚንን ፕሮቲንን ስለ ዘለዎ እዩ። ዓበይቲ ንፀዓት፣ ንሕማም ምክልኻልን ምክልኻል ሕዱር ሕማማትን ከምኡውን ነፍሰ ጾራት ደቂ ኣንስትዮ ቆጽሊ ናይ ምሪንዳ ሓጺንን ካልሲምን ክህበን ስለ ዝኽእል ካብቶም ካልኦት ክፍሊ ናይ ተኽሊ ምሪንዳ ማለት ከም በዓል ሱር ግን ኣዝየን ብጥብቂ ከወግዶ ኣለወን ምክንያቱ ካብ ቆጽሊ ወፃኢ ኣብቲ ካልእ ክፋል ዝርከብ ትሕዝቶ ንማህፀን ስለ ዘነቃቕሕን ከም ሳዕቤኑ ድማ ናይ ጥንሲ ምውራድ ሓደጋ ከጋጥም ስለ ዝኽእል ደገፍ ዝኽሪ ንስራሕ ምክልኻል ሕማምን ሓጋዚ ስለ ዝኾነ ዋሕዲ ደም ሕፅረት መግቢ ወይ ሕፅረት ቫይታሚን ዘለዎም ሰባት ሞሪንጋ ማዛታት ንምምላስ ኣዝዩ ክሕግዞም ይኽእል እዩ። ካብ ሞሪንጋ ምውሳድ ክቑጠቡ ዘለዎምካ እዘም ዝስዕብ እዮም። ነፍሰ ጾራት ደቂ ኣንስትዮ ካብ ቆጽሊ ወጻኢ ሱር ወይ ከዓ ብቅብኣት መልክዕ ኣብ ዝቀርበሉ ግዜ ክጥቀማሉ የብለን ምክንያቱ ሞራል ናይ ጥንሲ ሳዕቤን ክህልዎ ስለ ዝኽእል ዕሸላ ዘጥብቦ ኣዴታት ኣብ ዕሸላ ዘስዕቦ ሙሉእ ብሙሉእ ስለ ዘይተጸንዐ ቅድሚ ብብዝሒ ምውሳድን ምስ ሓኪም እንተተመኸራ ኣዝዩ ጽቡቕ እዩ ናይ ደም መድሃኒት ዝወስዱ ሰባት ሞሪንጋ ቫይታሚን ኬ ስለ ዘለዎ እዚ ድማ ኣብ መድሃኒት ዕንቅፋት ክኸውን ስለ ዝኽእል መድሃኒት ናይ ሕማም ሽኮርን ጸቕጢ ደምን ዝወስዱ ሰባት ብብዝሒ ሞሪንጋ እንተደኣ ወሲዶም ነቲ ውጽኢት ከዕብዮን ሓደገኛ ምቁልቋል ሽኮር ደምን ጸቕጢ ደምን ከስዕብ ስለ ዝኽእል ኣዝዮም ክጥንቀቑ ኣለዎም። ሞሪንጋ ብውሑስ መጠን ዓቐን ክንወስዶ ንኽእል ዶ? እወ ንኽእል ኢና። እቲ ውሑስ መዓልታዊ መጠን ኣብ ዕድመን ኩነታት ጥዕናን ዝምርኮስ ኮይኑ ከምዚ ዝስዕብ እዩ። ንህፃናት ኣብ መዓልቲ ከባቢ ሓደ ማንካ ሻሂ ዝኸውን ሓሩጭ ሞሪንጋ እኹል እዩ። ንዓበይቲ ካብ ሓደ ክሳብ ክልተ ማንካ ሻሂ ሕሩጭ ሞሪንጋ ኣብ መዓልቲ ወይ ድማ ባፃ በዝቑፅር ፍሪ ቆፅሊ ከምኡ እውን ንኣረጋውያን መጀመርቶም እንተላ ኮይኑ ብፍርቂ ማንካ ሻሂ ክንጅምሮ ንኽእል ኢና ድሓር ከምኡ እንዳብልና እንዳልዓልና ክንከይድ ንኽእል ኢና ምክንያቱ ዘይምቹነት ኣብ ከብዲ ከምፅእ ስለ ዝኽእል ሞሪንጋ ብኸመይ መንገዲ እንተወሰድ ናይ ዝበለፀ ስለምንታይ ከ ሞሪንጋ ብዝተፈላለየ ዓይነት መንገዲ ክንወስዶ ንኽእል ኢና ገለ ካብኣቶም ቀዳማይ ብቆፅሊ መልክዕ ማለት እዩ ዝተወሰነ ዓቐን ቆጽሊ ብምድቓቕ ኣብ ከም ዝስተን ከምኡውን ከም ኣብ ሰላጣን ብምሕዋስ ዝያዳ ተፈጥራዊ ትሕዝቶ መኣዛታት ከውህበና ይኽእል እዩ። ካልኣይ ብፓውደር ወይ ከዓ ብሓርጭ መልክዕ እዩ። እዚ ከዓ ኣብ ንጥቀመሉ ግዜ መጠን ዓቕን ንምፍላጥን ከምኡውን ክንሓዋውሶ ከለና ቅልል ይብለልና። ብተወሳኺ እውን ንነዊሕ ግዜ ኣብ ነቕምጦ ግዜ ምቹእ መንገዲ እዩ። ሳልሳይ ብመልክዕ ካፕሱል ወይ ከኒና እዩ። እዚ ድማ ነቶም ጣዕሙ ወይ ከዓ ንመቐረቱ ዘይፈትዎ ሰባት ይጠቕሞም እዩ። ራብዓይ ብመልክዕ ሻሂ እዩ። ሞሪንጋ ብሻሂ ኣብ ንወስደሉ ግዜ እቲ ሃብቲ ናይ ትሕዝቱ ብቐሊሉ ክንረኽቦ ንኽእል። ሓምሻይ ብመልክዕ ዘይቲ እዩ። እዚ ከዓ ንመብሰሊ ምግብን ከምኡ ንደጋዊ ክንክን ቆርበትን ክጠቕመና ይኽእል እዩ። ሞሪንጋ ንምውሳድ ዝበለጸ ግዜ ኣለዎ ድዩ? መዓስ እዩ? ስለምንታይ ከ? እወ ኣለዎ እዩ። ንኣብነት ንግሆ ሞሪንጋ እንተ ወሲድና ጸዓት ይህበና፣ ትኩረትና ይዓቢ፣ ከምኡውን ሙሉእ መዓልቲ ንምሕቓቕ መግቢ ክሕግዘና ይኽእል እዩ። ቅድሚ መግቢ ኣብ ንወስዶ ከዓ ሸውሃት መግቢ ከጉድል ይኽእልን ከምኡውን ንምቆጻጸሪ ክብደት ሰብነት ክድግፈና ይኽእል እዩ። ኣብ ናይ ምሸት ንመዘናግዒ ከም ሻሂ ክንወስዶ ንኽእል ኢና።